ኣብ ኩሉ ኩርናዓት ዓለም ዘለኹም ደቂ እግዚኣብሄር ኣብ ዘለኹሞ ኩሉ ሰላም በእግዚኣብሄር ምሳኻትኩም ይኹን ፈጣሪና ጎይታና ኣምላኽና እግዚኣብሄር ነቦታትና ንነብያት ንሃዋርያት ምስጢር ዝገለጸ እንነጋገረሉ ርእሲ ምስጢሩ ንኽገልጸልና ናይ እኖና ናይ ቅድስተ ቅዱሳን ናይ እመብርሃን ልመናን ጸሎትን ምስ ኩላትና ይኹን። ከም ፍቃድ ኣምላኽ ኣብ ዝህልወና ቁሩብ ግዜ እንዘራረበሉ ዛዕባ ቁሩብ ግዜ ዝብል ይኸውን። እቲ ዝህልወና ግዜ እውን ንእሽተይ እዩ። እቲ ዛዕባ ርእሲ ጌርናዮ ዘለና እውን ንእሽተይ ግዜ ወይ ድማ ቁሩብ ግዜ ዝብል እዩ ዝኸውን። ንዚ ርእሲ እዚ መልዓሊ ዝኾነና ኣምላኽና እግዚኣብሄር ዝተዛረቦ ኣብ ወንጌለ ዮሃንስ ምዕራፍ ዓሰርተ ሽዱሽተ ቁጽሪ ዓሰርተ ሽዱሽተ ዘሎ ቓል መልዓሊ ክንገብር ቁሩብ ጊዜ ኣይትርኢኑን ኢኹም መሊስኩም ድማ ድሕሪ ቁሩብ ጊዜ ክትርኢኑ ኢኹም ኢልዎም ነይሩ እዚ ቓል እዚ ዝተናገሮ ጎይታና ኣምላኽና መድሓኒትና ኢየሱስ ክርስቶስ እዩ። ጸሓፊኡ ከምቲ ቅድም ኢልና ዘንበብናዮ ወንጌላዊ ዮሃንስ እዩ። ፍቁረ እግዚእ ተባሂሉ ዝፍለጥ ካብቶም ካልኦት ሰለስተ ወንጌል ዝጸሓፉ ሓዋርያት ብዝተፈለየ መልክዑ ናይ ጎይታና ናይ ኣምላኽና ናይ ኢየሱስ ክርስቶስ ነገረ መለኮት መሰረት ገይሩ ዝጸሓፈ ምስጢር ዝረኣየ ሰማይ ዘሎ ምስጢር ዝጠመተ ሃዋርያ ዝጸሓፎ ቃል እዩ። ቁሩብ ግዜ ኣይትርእዩንን ኢኹም መሊስኩም ድማ ድሕሪ ቁሩብ ግዜ ክትርእዩኒ ኢኹም ርእስና ቁሩብ ግዜ ዝብል እዩ። ጎይታና ኣምላኽና ኢየሱስ ክርስቶስ እቲ ድሕነት ናይ መወዳእታ ድሕነት ዝፍጽመሉ ሰዓት ምስ ቀረበ፣ ነቶም ብልቢ ዝፈትዎም ሃዋርያቱ ክጭነቑ ርእይዎም ነይሩ። መጽናዕንዒ ዝኾን ቃል ቅሩብ ጊዜ ኣይትርእዩኒን ኢኹም፣ መሊስኩም ድማ ድሕሪ ቅሩብ ጊዜ ክትርእዩኒ ኢኹም ኢልዎም። እታ ሰዓት ስለ ዝበጽሐት፣ እታ ንኣዳም ቃል ኣትዩሉ ዝነበረ ጊዜ ስለ ዝበጽሐት፣ ንሱ መከራ ዝቕበለሉ ጥራሕ ዘይኮነስ ናብ መቓብር ዝወርደሉ ጊዜ'ውን በጺሑ ስለ ዝነበረ፣ ቁሩብ ግዜ ኢትርእዩንን ኢኹም፣ መሊስኩም ድማ ድሕሪ ቁሩብ ግዜ ክትርእዩኒ ኢኹም ኢልዎ። እቲ ቁሩብ ግዜ ኣይትርእዩንን ኢኹም ዝብል ኣብዚ ሊቃውንተ ቤተ ክርስቲያን ብዝተፈለየ መልክዑ ዘመስጥርዎ ከም ዘሎ ኮይኑ ንዚ ርእሲ እዚ ዝኾነልና ቁሩብ ግዜ ኣይትርእዩኒ ኢኹም ምስ ዝበሎም ብኣካል ኢየሱስ ክርስቶስ መከራ ተቐቢሉ ተገሪፉ ተጸፊዑ ኣብ መስቀል ተሰቒሉ ናብ መቓብር ስለ ዝወርድ ንሰለስተ መዓልትን ሰለስተ ለይትን ኣይተርእዩንን ኢኹም፣ ብድሕሩ ድማ ቁሩብ ጊዜ ክትርእዩኒ ኢኹም ዝበሎም ከምቲ ኣብ ግብሪ ሃዋርያት ምዕራፍ ሓደ ቁጽሪ ሰለስተ ዘሎ ድሕሪ ሞቱ ነርብዓ መዓልቲ ድማ ኣብ ማእኸል ኮይኑ እናተርኣዮም ስለነቱ ስለባዕሉ ይምስክረሎም ነይሩ ኢሉ ቅዱስ ሉቃስ ዝጸሓፎ ክትርእዩኒ ኢኹም ዝበሎም ካብ ሞት ተልዒሉ ኣብ ማእኸሎም ኮይኑ ከም ዘፅናዕንዖ ምስጢር ከም ዝገልፀሎም ክትርእዩኒ ኢኹም ቁፅሪ ዕስራ ብሓቂ ብሓቂ እብለኩም ኣለኹ ንስኻትኩም ክትበኽዩን ክትሓዝኑን ኢኹም ዓለም ግና ደስ ክብሎ ኢዩ ከምቲ ኩሉ ግዜ ዝንገረና ናይ ቤተ ክርስቲያን ሊቃውንቲ ዘምህሩና ጎይታና ኣምላኽና ኢየሱስ ክርስቶስ ናብ መቃብር ኣብ ዝወርደሉ ጊዜ ብጣዕሚ ዝተሓጎሱ ደስ ዝበሎም ነይሮም ሓዋርያት ድማ ይበኽዩ ነይሮም ይሓዝኑ ነይሮም እነ ቅድስተ ቅዱሳን እመብርሃን ወዳ ኮይንዋ ንዮሐንስ ኩሎም እዚ ኩሉ መከራ ኣብ ክርስቶስ ዝበጽሕ ዘሎ መዓት ክሪኡ ከለው ይበኽዩ ነይሮም ሓዋርያት እውን እቲ ዝፈትውዎ እቲ ዝምግቦም ዝነበረ ንነብሶም ይኹን ንስጋኦም ዝምግቦም ዝነበረ ጐይታኦም ኣምላኾም ዝፈትዎ ኢየሱስ ክርስቶስ መከራ ክቕበል ከሎ ይበኽዩን ይሓዝኑን ነይሮም፣ ዓለም ግን ደስ ይብላ ነይሩ። ናብ መቓብር ብምውራዳ ንክርስቶስ ብምስቃላ ዓለም ደስ ይብላ ነይሩ። ካልእስ ይትረፍ ይስሕቑን ይሕጭጩን ነይሮም። ጸሓፍተ ፈሪሳውያን ኣብቲ እግሪ መስቀሉ ኮይኖም ይሕጭጩን ይስሕቕዎን ነይሮም። እንታይ ኢልዎም ደስ ክብሎ እዩ ንስኻትኩም ክትሓዝኑ ኢኹም ግና እቲ ሓዘንኩም ናብ ሓጐስ ክልወጥ እዩ። ከምቲ እነዝክሮ ዕለተ ዓርቢ እናሓዘኑ እናተከዙ ውዒሎም ዕለተ ሰንበት ክርስቶስ ንሞት ብስልጣኑ ብሕቱም መቓብር ኣሸኒፉ ምስ ተልዓለ ግን ሃዋርያት ዕልል ኢሎም ደስ ኢልዎም እቶም ትማሊ ዝሕጎሱ ዝነበሩ ጸሓፍቲ ፈሪሳውያን ድማ ሎሚ ዝሕዝዎ ዝጭብጥዎ ጠፊእዎም ክርስቶስ ንሞት ኣሸኒፉ ተልዒሉ ክበሃሉ ከለዉ እዚ ንሳቶም ዘይምእማኖም ጥራሕ ዘይኮነስ ካሊእ ሰብ እውን ምእንቲ ከይኣምን ንምንታይ ቱ ቀቲልናዮ ቀቢርናዮ ዝበልዎ ካብ ስልጣኑ ንላዕሊ ሎሚ ሞት ተሸኒፉ ስለ እተልዓለ እዚ ሰብ ከይሰምዕ ሃሪስና እናሃለና ሃዋርያት ሰሪቖም ወሲዶምዎ ኢልኩም ኣውግዑ ኢሎም ናብቲ ኢየሩሳሌምን ከባቢኣን ዘሎ ወግዒ ክንዛሕ ገይሮም ግን ክኾን ኣይከኣለን ክርስቶስ ሃዋርያት ሓዚኖም ኣብ እተዓጽወ ገዛ እናሃለዉ ኣብ ማእከሎም መጺኡ ሰላም ንዓኻትኩም ይኹን ኢልዎም። እቲ ትማሊ ዝነበረ ሓዘኖም ከምቲ ዝበሎ ናብ ታሕጎስ ተቐይሩ። ቁሩብ ግዜ ክትርእዩኒ ኢኹም ቁሩብ ግዜ ድማ ኣይትርእዩንን ኢልዎም ዝነበረ እታ ናይ ሓዘን ግዜ እታ ናይ መከራ ግዜ እታ ናይ ጭንቂ ግዜ ሓሊፋ። እታ ቁሩብ ግዜ ዝበላ ናይ ሓዘን ግዜ ናይ ሃዋርያት ሓሊፋ ክርስቶስ ኣብ ማእከሎም ተገሊጹሎም። ዝጨንቆም እንዲያውም ብዝገርም መልክዑ ተዓጽወ ገዛ እናሃለወስ ክርስቶስ ናብ መቃብር ዝወረደ ብፍጹም ተዋህዶ እዩ እሞ ተዓጽዩ ኣብ ዘሎ ገዛ መጽዩ ሰላም ንዓኻትኩም ይኹን ኢልዎም ደስ ይበልኩም ኢልዎም ደስታ ኮይኑ ሓጎስ ኮይኑ እቶም ትማሊ እናቐጥቀጡ እናወቕዑ ናብ መቃብር ዘውረድዎ ጸሓፍቲ ፈሪሳውያን ተበቲኖም ሞት ኣብ ልዕሊ ክርስቶስ ሓይሊ ከም ዘይብሉ ክርስቶስ ኣርእይዎም እዚ ዝኾነ ቁሩብ ጊዜ ይትርኢኑን ዝብል ነይሩ። እታ ቁሩብ ጊዜ እተብሃለት እታ ናይ መከራ ጊዜ ሰለስተ መዓልትን ሰለስትን ነይራ፣ ሰለስተ ለይትን ነይራ። እታ ቀጺላ ዘላ ድማ ቁሩብ ጊዜ ዝበላ እተን ኣርብዓ መዓልቲ እየን። ኣርብዓ መዓልቲ ምሳኣቶም ኮይኑ እናምሃሮም፣ እናገለጸሎም፣ እናጽናዕንዖም፣ ድሕሪ ሞቱ ንኣርብዓ መዓልቲ ዝኣክል እናተራኣዮም ብዛዕባ መንግስተ እግዚኣብሄር ከኣ እናነገሮም ብብዙሕ መረዳእታ ህያው ከም ዝኾነ ንባዕሉ ኣርኣዮም ተባሂሉ ተጻሒፉ። ኣብ ግብሪ ሃዋርያት ምዕራፍ ሓደ ቁጽሪ ሰለስተ ንረኽቦ። እዚኣ እውን እታ ጊዜ ክንሪኣ ከለና ናይ ኣርብዓ መዓልቲ ክትበሃል ከላ ብጣዕሚ ሒደት ትበሃል ንእሽተይ ጊዜ እያ ነይራ። እንተኾነ ግን ኣብዘን ኣርብዓ መዓልቲ እዚኣተን ክርስቶስ ብዙሕ ምስጢር ገሊጽሎም። ሓደ ኣብ እተዓጽወ ገዛ እናሃለዉ ሰላም ንዓኻትኩም ይኹን ኢልዎም። ተመልከቱ ኣብ ዕጽዊ ገዛ ሓደ ሰብ ክኣቱ ኣይኽእልን። ነገር ግን ክርስቶስ ፍጹም ሰብ ፍጹም ኣምላኽ እዩ እሞ፣ ዋላ እኳ ሰብ ደኣ ይኹን ኣምላኽ ስለ ዝኾነ፣ ዋላ እኳ ሰብ ኮይኑ ግዙፍ እንተ በልናዮ፣ ኣምላኽ ረቂቕ ስለ ዝኾነ፣ እቲ ብሕቱም ገዛ ክኣቲ ዘይኽእል ስጋ ናይ መለኮት ባህሪ ረቂቕነት ገንዘቡ ስለ ዝገበረ ብሕቱም ገዛ ኣትዩ ሰላም ንዓኹም ኢልዎም ኣብ እኒ ቅፍርናሆም ከይዱ ዓሳ ባሪኹ መጊብዎም፣ ኣጽናዕንዕዎም፣ እቶም ናብ ኤማሁስ ዝኸዱ ዝነበሩ'ውን ኣብ ማእከሎም ተረኺቡ ካብ ሙሴ ጀሚሩ ክሳብ ደሓር ዘሎ ወንጌል እናሰበኸ ልቦም ክሳዕ ዝስምዖም ውሽጢ ኣትዩ ክሳዕ ዝርስርሶም የምህሮም ነይሩ። እዚ ኣብተን ኣርብዓ መዓልቲ ዝተፈጸመ ነይሩ። ቅሩብ ጊዜ ዝተገበረ ነይሩ። እዚ ዛዕባ እዚ ክነልዕለሉ ምኽንያት ዝኾነ ኣብ ቅዱስ መጽሓፍ ብዙሓት ታሪኻት ዝተቐየሩ ወይ ድማ ተባላሸዉ ታሪኻት ተባሂሎም ዝተመዝገቡ ኣብ ቁሩብ ግዜ ወይ ኣብ ሒደት ግዜ ኣብ ንእሽተይ ግዜ ዝተፈጸሙ እዮም። ተመልከቱ ጎይታና ኣምላኽና ኢየሱስ ክርስቶስ ንኣዳም ከድሕን እቲ ንሓሙሽተ ሽሕን ሓሙሽተ ሚእትን ዘመን ኣብ ርእሲ ኣዳም ተዳዕኒኑ ዝነበረ በደል ንኸድሕን መጽዩ ድሕነት ዝፈጸመሉ ክንሓስብ ከለና ምናልባት ክሳብ እለተ ስቅለቱ ዘሎ ካብ ውልደቱ እንተሓሲብና ሰላሳን ሰለስተን ዓመት ሰለስተ ወርሒ ከም ሊቃውንቲ ኣስተምሮ ንቲ ሓሙሽተ ሽሕን ሓሙሽተ ሚእትን ዝነበረ በደል ንኸልዕልስ ክንደይ ዓመት ኣድልይዎ ሳላሳን ሰለስተን ዓመት ትወርሑ ከምዘሎ ኮይኑ እቲ ዝገርም ድማ እቲ ፍጹም ዝኾነ ድሕነት ዝፈጸመሉ ዕለተ ኣርብ ነይሩ ቁሩብ ግዜ ሒደት ግዜ ንቲ ብዙሕ ጉዳይ ንክቕይርስ ሒደት ግዜ ኣድልይዎ ኣምላኽ ስለዝኾነ ቕጽል ኣቢልና ክንርእ ከለና ተመልከቱ እሺ ሳላሳን ሰለስተን ዓመት ከም ዘሎ ኮይንስ እታ ፍጽምቲ ዝኾነት ፍቅሩ ዝገለጸላ ኣብ ኣዳም ዝነበረ መከራ ካብ ኣዳም ክለዓል ዝገበረላ መዓልቲ ዕለተ ዓርቢ ኢልና ካብታ እለት ዓርቢ ውን እታ ዝመረረት ድሕነት ተፈጸመትላ ካብ ሰለስተ ሰዓት ክሳብ ትሽዓተ ሰዓት ዘላ ኔራ እዚኣ ውን ቁሩብ ግዜ ነይራ ንእሽተይ ግዜ ነይራ ተመልከቱ ኣብ ሂወትና ቁሩብ ግዜ ሲ እንታይ ንገብረሉ ኣለና እንታይ ንሰርሖ ኣለና ብፍላይ እዚ ቃል ኣምላኽ ትሰምዑ ዘለኹም መናእሰይ ኣሕዋት ኣብ ንእስነት ዕድመ ዘለኹም ሂወትና ኣብ ንእሽተይ ግዜ ኣብ ቁሩብ ግዜ ትቕየር ወይ ድማ ኣብ ቁሩብ ግዜ መስመሩ ይስሕት ናብ መጽሓፍ ቅዱስ ክንኣቲ ከለና ብዙሓት ሂወቶም ዝተበላሸወ ወይ ድማ ዝገርም ታሪኽ ሓሊፎም ዝኸዱ ኣብ ንእሽተይ ግዜ ኣብ ቅሩብ ግዜ ህይወቶም ተስተኻኺሉ ኣብ ቅድሚ እግዚኣብሔር ሞገስ ዝረኸቡ ከም ዘለዉ ኩሉ ኣብ ንእሽተይ ግዜ ካብ መንገዲ ኣምላኽ ፈቐቕ ኢሎም ኣብ ንእሽተይ ደቂቃ ኣብ ንእሽተይ ሰዓት ድያውም መዓልቲ ዘይክኸውን ይኽእል ካብ ፍቓድ ኣምላኽ ዝወጹ ድማ ክንክተል ክንርኢ ንኽእል ተመልከቱ ታሪኾም ኣብ መጽሓፍ ቅዱስ ኩሉ ተጽሒፉ ዘሎ ንኣና ንከምህር እዩ እሞ ከምቲ ቅዱስ ጳውሎስ ዝበሎ ኩሎ ዘተጽህፈ ለተግሳጽ እዚ ኣነ ተጽህፈ ዝበሎ ተጽሒፉ ዘሎሲ እቱ ተጽሒፉ ዘሎ ንኣና ንከምህር ንኣና ንክግስጽ እዩ ተጽሒፉ ተባሂሉ እቶም ብታ ሕማቅ ታሪኽ ገጢምዎም ካብ መስመር እግዚኣብሄር ወጽዮም ሕይወቶም ተጽሒፉ ዘሎዉ ሰባት እውን ኣብ መጽሓፍ ቅዱስ ንሕና ከምኡ ከይንኸውን ትምህርቲ ምእንቲ ክኸውን እዩ። ኣብ ንእሽተይ ግዜስ ካብ ናይ መንገዲ ኣምላኽ ካብ መንገዲ ኣምላኽ ከም ዝወጹ ከርእየና ስለዚ ኣብታ ንእሽተይ ግዜ ክንጥቀመላ ከም ዘለና ከርእየና ስለ ዝደለ እዩ። ዝተወሰኑ ታሪኻት ክነልዕል ኢና ብፍላይ እነልዕሎም ታሪኻት እዚ ስዋስው ሚድያ መሰረት ገይሩ ብተለይ መናእሰያት ንኽበጽሖም ናብ መናእሰያት ሂወት ንኽስተኻኸል ዓሊሙ ዘካይዶ መርሃ ግብሪ ብምዃኑ እቶም እነልዕሎም ታሪኻት እውን ምስ መናእሰያት ተተሓዙ እዮም። ሓደ ታሪኽ ነልዕል። ብፍላይ ኣብ ቁሩብ ግዜ ዝወደቑ፣ ብንእሽተይ ግዜ ተፈቲኖም እታ ንእሽተይ ግዜ ናይ ፈተና ምሕላፍ ስኢኖም ዝወደቑ፣ ከምቲ ክርስቶስ ኣይዞኹም እታ ንስኻትኩም ትበኽዩላ ንስኻትኩም ትሓዝኑላስ ቁሩብ እያ ኢሉ፣ ንዝክር ዶ ይኾን መከራ ምስ በዝሐ ጎይታና ኣምላኽና ኢየሱስ ክርስቶስ ዝገርፍዎ ዝዘብጥዎ ዝኸስዎ ምስ በዝሑ ቅዱስ ጴጥሮስ ኮታ ናይ ፈተና ጊዜ ምኽኣል ስኢናቶስ እረ ኣይፈልጦን ኢሉ ነይሩ ኣብታ ንእሽተይ ጊዜ ተሸኒፉ ናብ ብሉይ ኪዳን ከይድና ሓደ ታሪኽ ነልዕል ኣብ ካልኣይ ሳሙኤል ምዕራፍ ዓሰርተ ሰለስተ ቁጽሪ ሓደ ጀሚሩ ክሳብ ዓሰርተ ሓሙሽተ ዘሎ ታሪኽ እስኪ ንርኣ ኣብዚ ቦታ እዚ ናይ ኣምኖንን ናይ ትእማርን ታሪኽ ተጽሒፉ ንረክብ። እዚኦም ክልቲኦም ደቂ ዳዊት እዮም። ኣምኖን ንትእማር በቦ የሕዋ። እቲ ዝገርም ኣምኖንሲ ንትእማር ፎትይዋ ይብል። ብናይ መንእሰይ ቋንቋ ኣፍቂርዋ። ምፍቃሩ ጥራሕ ኣይኾነን ፍቕሩ እቲ ናታ ፍቕሪ ሓይልዎስ ሓሚሙ። ሕዚ ዝገብሮ ጠፊእዎ እንታይ ክገብረሉ ኢሉ እታ ናይ ፈተና ግዜ እታ ናይ ቁሩብ ግዜ ዘላ ስምዒቱ ብውሽጢ ራስ ከሊእዎ። ሓደ ተንኮል ፍሒሱ ሓሚመ እየ ኢሉ ሃሪሱ። ታሪኽ ሕጽር ክነብሎ ከለና ሓሚመ እየ ትእማር መጺኣ ምግቢ ትስርሐለይ ኢሉ። ትእማር ተነጊርዋ ዓዲ ሰላም ኢላ መጺኣ ንሓዋ ንኣምኖን ዝኸውን ምግቢ ኣዳልያ። ምግቢ ምስ ኣዳለወት ኩሉ ሰብ ካብዚ ይውጻእ ናብቲ ውሽጢ ናብቲ ናይ እልፍኝ ቦታ እቲ ምግቢ ሒዝክለይ እቶዊ ኢልዋ። ረኣዩ ሕዚ ኣምኖን ዝደሊ ዘሎ ስምዒቱ ጥራሕ እዩ ዘዳምፅ ዘሎ። እታ ናይ ቁሩብ ግዜ ስምዒት ጥራሕ እዩ ዝሓስብ ዘሎ። ድሕሪዚ ትእማር ድማ ሃገር ሰላም ኢላ፣ ዓዲ ሰላም ኢላ እቲ ምግቢ ሒዛትሉ ምስ ኣተወት፣ እቲ ዝነበርዎ በሪ ዓጽዩ ክዕምጻ ምስ በለ ከምዚ ኢላቶ፣ ሓወይ ንጉስ ንኣይ ኣይኽእለካን፣ ንስኻ እውን ኣብዚ ዓዲ ካብቶም ነውራማት ካብቶም ነውራማት ከም ሓደ ከይትቑጸር፣ ኣነኸ ነውረይ ተሸኪመ ናበይ ክኸይድ ይቕረኻ ኢላቶ፣ እንተኾነ ግን ብጉልበት ሕይል ዝበለ ስለ ዝነበረ ዓሚጽዋ። እቲ ዝገርም ብድሕሩ ዘሎ እዩ። ምስ ዓመጻ እታ ቁሩብ ግዜ ዝነበረት ናይ ፈተና እዋን እታ ናይ ስምዒት እዋን ምስ ሓለፈትሉ ካብቲ ፈለማ ዝፈትዋ ዝነበረሲ ይብል በእውነት ዝገርም ካብቲ ፈለማ ዝፈትዋ ዝነበረስ እቲ ደሓር ዝጸልኣ በለጸ ብዙይ ምኽንያት ድማ እዛ ቆልዓ እዚኣ ካብዚ ገዛ ኣውጽኡለይ ኢልዋ። ኣውጹኡለይ ካባይ ርሓቅለይ ኢልዋ ተመልከቱ ብጣዕሚ ዝገርም እዩ ኣብ ሂወት መናእሰይ ከምዚኦም ዝበሉ ታሪኻት ናብ ሂወትና ክነምጽኦም ይግባእ ብዙሕ ግዜ ናብ ፈተና ዘእትውና ስምዒት ዝደፍእና ንዝተወሰነ ሰዓት እዩ ክሳብቲ ናይ ስምዒት እዋን ክሳብቲ ናይ ፈተና እዋን ዝሓልፍ ንሕዞ ንጭብጦ ኣይንፈልጥን ስምዒትና ጥራሕ ኢና ነዳምጽ ብድሕርኡ እቲ ስምዒት ንሱ ከም ዝዝሕል ካልእ ሂወት ከም ዘለውን ኣይንፈልጥን ደቂ እግዚኣብሄር ብኸምዙይ ናይ ብዙሓት ህይወት ዘይተበላሸወን ትማሊ ንስኺ እንድሕር ዘይሃሊኺ ንኣኺ እንድሕር ዘይረኺበ መርዚ ክሰቲ እየ ክሕነቕ እየ ናብ ባሕሪ ክኣቲ እየ ዝብሉ ዝነበሩ እታ ስምዒት ምስ ሓለፈት ረሲዖምን ኣይጠፍኡን ንቑርብ ግዜ ዝነበረት ግዜ ማለት ኣምኑን እዚኣ እያ ክሓልፋ ዘይከኣለ እታ ስምዒቱ እታ ንእሽተይ ግዜ ክሓልፋ ኣይከኣለን ብጣዕሚ ዝገርም ብድሕሪ እዚ ናይ ኣምኖን ሂወት ግን ጽቡቕ ኣይነበረን ካሊእ ሓዋ መጽዩ ታሪኩ ተንብብዎ ይላበብ ካሊእ ሓዋ መጽዩ ንኣምኖን ቀቲልዎ ንእሽተይ ግዜ ናይ ፈተና ናይ ቁሩብ ግዜ ስምዒት ክዕገስ ብዘይ ምኽኣሉ ሓደ ኣብቲ ዓዱ ነውራም ተባሂሉ ተመልከቱ ንጓለነስተይቲ ምዕማጽ ኣብ ልዕሊ ጓል ኣንስተይቲ ክብሪ ምውራድ ነውራም ዘብል ስለ ዝነበረ ነውራም ተባሂሉ። ንሱ ጥራሕ ኣይኮነን ግን ህይወቱ እውን ስኢኑ። ንምንታይ ተይልና ቁሩብ ግዜ ምዕጋስ ስለ ዝሰኣነ። ከምኡ ድማ መምሃሪ ክኾነና ኣብ ቁሩብ እዋን፣ ኣብ ቁሩብ ግዜ፣ ኣብ ቁሩብ ሰዓት፣ ናብ እግዚኣብሄር ተመለሱ። እታ እተዋህበቶም ዕድል ተጠቐመ። ሓደ ኣብነት ድማ ንውሰድ። ኣብ ወንጌለ ሉቃስ ምዕራፍ ዕስራን ሰለስተን ካብ ቁጽሪ ሰላሳን ትሽዓተን ክሳብ ኣርብዓን ሰለስተን ዘሎ ከምቲ ዝበልናዮ ምስጋና ንዑ ይኹን ጎይታና ኣምላኽና ኢየሱስ ክርስቶስ ዓለም ንኸድሕን ብገዛ ፍቓዱ ኣብ መስቀል ተሰቒሉ እናሃሎ ከምቲ ንዝክሮ ከምቲ እንፈልጦ ኣብ መንጎ ሸፋቱ ሰቒሎምዎ። ኣብ መንጎ ሸፋቱ ዝሰቐልዎ ምኽንያት ብየማን ዝመጽእ ብጸጋም ዝመጽእ እቶም ብየማንን ብጸጋምን ተሰቒሎም ዘለዉ ሸፋቱ ብሽፍትነቶም ብኽትራን ዝፍለጡ እዮም። ሰብ ዘማረሩ እዮም። ስለዚ ርእይ ከብል ከሎ ኣሃ እዚ ብጸጋም ዘሎ ርእይ ክመጽእ ከሎ እዚ ዳእቲ ዋና እንዲ ተብ ማእከል ዘሎ ክበሃል ከሎ ንሱማ ሓለቃኦም ምእንቲ ክበሃል ኣብ መንጎ ሸፋቱ ኣብ መንጎ ከተርቲ ተሰቒሎምዎ። ክርስቶስ ኣብ መንጎ ሰቐልቲ ኣብ መንጎ ከተርቲ ኮይኑ ተሰቒሉ እናሃለወ ኣቦይ ዝገብርዎ ነገር ኣይፈልጡን እሞ ይቕረ በሎም ኢሉ። ብዙሕ ተኣምራት ተርእዩ። ካብቶም ተኣምራት ሓደ ጸሓይ ብርሃን ኣኸልኪላ፣ መቓብራት ናብ ክልተ ተሰንጢቖም፣ መጋረጃ ተኸፊቱ። ብጣዕሚ ዝገርም ግን እቲ ብጸጋም መዳይ ተሰቒሉ ዝነበረ ብናይ ቤተ ክርስቲያን ትውፊት ዳክረስ ዝበሃል ከታሪ ወይ ሽፍታ ዝነበረ እንታይ ኢልዎ ኣምላኽ እንተኾይንካሲ ንዓኻ እውን ድሓን ንኣና እውን ድሕነና ኢልዎ። እቲ ብየማን ዝነበረ ግን ጥጦስ ዝስሙ ኣንታ ሓወይ ሕዚ እውን ዶ ልብካ ይምለስን እዩ ከመይ ኢልካ ኣብዚ ቦታ እዚ ኮይንካ ከምዙይ ትብል ንሕናስ ብግብርና ኢልዎ እቲ ካልኣይ ግና ኣታ ከምዙይ ዝበለ ፍርዲ እንተለከ ኣይትፈርሕን ዲካ ንእሽተይ ደይትፈርሕን ኢካ ንሕናስ ብሓቂ ብግብርና ዝግበእና ተፈዲና እዚ ጉና ሓንቲ ክፍኣት ኣይገበረን ኢልዎ ሉቃስ ወንጌል ምዕራፍ ዕስራን ሰለስተን ቁጽሪ ኣርባዓን ሰለስተን ካብ ሰላሳን ትሽዓተን ጀሚርና ክነንብቦ ይላቦ ንሕና ከም ግብርና ተፈዲና ኢልዎ ተመልከቱ ንስሓ ኣትዩ ይብድል ከም ዝነበረ ይኸትር ከም ዝነበረ ሰብ የጸግም ከም ዝነበረ ከም ግብርና ይግበእና እዩ እዚ ግን ክፉእ እኮ ኣይተረኸቦን ኢሉ ተመል ምኽንያቱ ይረእ ኣሎ እዚ ኹሉ ናቐጥቀጥዎ እዚ ኹሉ ናቐጽዕዎ ክብሪ ንዑ ይኹን ጎይታ ፍቕሪ ኣምላኽና ኢየሱስ ክርስቶስ ጎይታይ ዝገብርዎ ኣይፈልጡን እሞ ይቕረ በለሎም ይብል ነይሩ እዚ ክርኢ ከሎ ልቢ ጥጦስ ተተርቲሩ ተመሊሱ ራሕሪሑ ብኻልኣይ ድማ ናይ ቤተ ክርስቲያንና ሊቅ ቅዱስ ያሬድ ኣብ ክንዲ ጥጦስ ኮይኑ ክዝምር ከሎ ነቢያት ኣይሰበኹንን ነቢያት ኣይነገሩን ኣይምሃሩን ሃዋርያት እውን ኣይሰበኹንን ኣይሰማዕኹን እንተኾነ ግን ጸሓይሲ ቀጺራትኒ ጠቒሳትኒ ጸሓይ ክትጽልም ከላ ርእዩ ጥጦስ ንስሃ ኣትዩ ከም ፍርድና እዩ ዝግበአና ንሱ ግን ሕማቕ የብሉን ክፉእ ነገር ኣይተረኸቦን ኢሉ እታ ካብ ሰለስተ ሰዓት ክሳብ ሽዱሽተ ሰዓት ዘላ ዕድል ንክልቲኦም ተዋሂባቶም ጥጦስ ተጠቒሙላ ኢየሱስ ከዓ ከምዚ ኢልዎ ኦ ጎይታ ብመንግስትኻ ክትመጽእ እንተለኻ ዘክረኒ ኢሉ ክርስቶስ ጎይታ ምዃኑ እውን ዘኪሩ እግዝሄር የርእኹ ከታሪ ዝነበረ እታ ሰለስተ ሰዓት ርእይዎ ተፈጥሮ ካብ ተፈጥሮ ተመልኪቱ ጎይታ ብክብረት ትመጸሉ ግዜ ሲ ዘክረኒ ይቕረ በለለይ ኢልዎ ጎይታና ኣምላኽና ኢየሱስ ክርስቶስ ድማ ብሓቂ ይብለካ ኣለኹ ሎሚ ንስኻ ምሳይ ኣብ ገነት ኣለኻ ኢልዎ እታ ንእሽተይ ግዜ ናይ ንስሓ ግዜ ተጠቒሙላ እታ ተዋሃበቲ ዕዱል ተጠቒሙላ ብዙሓት ኣቦታት ከምዚ ገይሮም ተጠቒሞምሉ እዮም እቲ ዕድል። ኣብ ናይ ቤተ ክርስቲያን ናይ ምንኩስና ሕይወት ካብ ዝጥቀሱ ኣቦና መቃርስ ሰብሲ ዓለም ኩሉ ኣብ ቅዳሴ ኮይኑ እናሰምዐ ዓለም ኩሉ ገዚኡ ጨቢጡ ነብሱ ግን እንድሕር ዘየትርፋ ኮይኑ ነብሱ ዘጥፍኣ እንድሕር ኮይኑሲ እንታይ ይረብሖ ዝብል ቃል ምስ ሰምዐ ዝነበሮ ሃፍቲ ኩሉ ንድኻታት ሂቡ ናብ ምነና ምነና ኣትዩ እታ ሓንቲ ቃል እታ ናይ ንእሽተ ግዜ ስብከት ዝተጠቒሙላ ኣነ ንስኮም ክንደይ ግዜ ተሰቢክና ክንደይ ግዜ ሰሚዒና ግን ተረብሕናሉ ነገር ኣሎ ዶ ተዋሃበና ዕድላት ዶ የለውን መንፈስ እግዚኣብሄር መጽዩ ክዛረበና ከሎስ ኣብ ቅሩብ ግዜ ኣብ ንእሽተይ ግዜ ዶ ተጠቂምና ንኮን ጥጦስ ተጠቂሙላ በእውነት ብተለይ መናእሰያት ዘለና እስኪ ረኣዩ ተመልከቱ ናይ ንእስነት እዋን ናይ ንእስነት ዕድመ ናይ ካብ ናይ ወዲ ሰብ ሓደ ክሊ ዕድመ እዩ። ነፋስ፣ ሓዊ፣ ማይ፣ መሬት ተባሂሎም ይተሓዙ። እቲ ሓዊ ዝበሃል ናይ ንእስነት ወይ ናይ መንእሰይነት ዕድመ እዩ። እዚ ዕድመ እዚ ከም ቅዱስ ዳዊት ዕድመይሲ እንተበዝሐ እንተኸደ ሰማንያ እዩ ከም ዝበሎ ሰማንያ ዝብል እኳ ተወሲድና እታ ናይ ንእስነት ዕድመ ርብዒ ናይዚ ዕድመ እዚ ትወስድ። ዝገርመኩም ኣብዛ ርብዒ ዕድመና ግን ወይ ናብ እግዚኣብሄር ንመጽእ ወይ ካብ እግዚኣብሄር ንወጽእ ኣብታ ንእሽተይ ግዜ ኣብታ ቁርብ ግዜ ብንእስነት ዕድመኦም ተጠቐምሉ ናብ እግዚኣብሄር ዝመጹ እግዚኣብሄር ዘገልገሉ ካልእስ ይትረፍ ናብ ሓዊ ተደርብዮም ንኣናንያ ኣዛርያ ሚሳኤል ከምኡ ድማ ነብዩ ዳንኤል ተደርብዮም እውን ንሕናስ ንዚ ሓዊ እዚ ኣይንፈርሕን እቲ ዝፈጠረና ኣምላኽ ከድሕነና እዩ ትንቢተ ዳንኤል ምዕራፍ ሰለስተ ንረኽቦ ተዘየድሓነና እውን ንኣኻ ንጣኦት ኣይንሰግድን ዝብሉ መናእሰይ ተረኸብሉ ናይ ንሶስና ህይወትን ምልዓል ይከኣል ብዙሓት ኣብ መፅሓፍ ቅዱስ ህይወቶም ተፅሒፍሎም ዘሎ ብዙሓት መናእሰይ እቲ ናይ ንእስነት ዕድመኦም ተረቢሖምሉ ጠቒሞ ተጠቒሞምሉ ንእግዚኣብሔር ኣመስጊኖምሉ ሓደ ኣብነት ክኸውን ይኽእል ናይ ቅዱስ ዮሴፍ ህይወት ነርኢ። ምሳና ምስ ህይወትና ክንፍትሾ ቅዱስ ዮሴፍ ኣሕዋቱ ሸይጦሞ ናብ ግብፂ ወሪዱ ዮሴፍ ኣሕዋቱ ሸይጦሞ ብዘይበደሉ ተመልከቱ በረከቶም ይብፅሐና ብፁዕ ቅዱስ ኣቡነ ሽነዳ ናይ ዮሴፍ ካብ ዓዱ ተሸይጡ ናብ ግብጺ ምውራድሲ ብቱ ካሊእ ዓይነት ክንሪኦ ከለና ብቱ ካሊእ ገጽ ክንሪኦ ከለናሲ ንረብሓ ኢዩ ነይሩ ዮሴፍ ተሸይጡ ቀዲሙ ተዘይወርድ ደሓር እሕዋቱ ብጥሜት ተሰዲዶም ክወርዱ ከለውሲ መን ቀለብ ክሰፍረሎም ነይሩ መንከ ክምግቦም ነይሩ እናበሉ ከምዝገልጽዎ እቲ ዝወረደሉ ፍቃድ እግዚኣብሄር ነይርዎ ባዕሉ። ዝገርም ግን ናብ ግብጺ ምስ ወረደ ናይ ጲጥፋራ ዝበሃል ናይ ን ናይ ግብጺ ኣመሓዳሪ ናይ ዝነበረ መገልገሊ ኮይኑ ኩሉ ሽመት ተውሂብዎ ኩሉ ሃፍቲ ተውሂብዎ ኣመሓድር ግዛእ ከም ድሌትካ ግበር ኢልዎ። ዝገርም ግን ዲሕሪ ቁሩብ ጊዜ ይብል ኦሪት ዘፍጥረት ምዕራፍ ሰላሳን ትሽዓተን ቁጽሪ ሸውዓተ ርእስና ቁሩብ ጊዜ ኣብ ቁሩብ ጊዜ ንጠቐመሉ ኣብታ ሒደት ጊዜ ናብ እግዚኣብሔር ንመለስ ዝብል መሰረታዊ ሓሳብ ዝሓዘ እዩ ይኸድሞ ታሪኹ ነንብ ከሎ፣ ድሕሪ ቁሩብ ግዜ ኸዓ ሰበይቱ ጎይትኡ ንዮሴፍ ዓይና ኣውደቐትሉ። ድሕሪ ቁሩብ ግዜ ድማ ምስ ኣገልገለ፣ ምስ ረኣየቶ፣ እታ ቁሩብ ግዜስ ፈተና ግዜ ኮይናቶ። ሰበይቲ ጲጥፋራ፣ ሰበይቱ ጎይትኡ ንዮሴፍ ዓይና ኣውደቐትሉ እሞ፣ ምሳይ ደቅስ በለቶ። ብጣዕሚ ዝገርም ቅዱስ ዬሴፍ ጎይታይ ምሳይ እንታይ ከም ዘሎ እይፈልጥን ኩሉ ንብረቱ ክእዝዝ ከመሓድር ፍቃድ ሂብኒ እዩ ኣባኻ ግን ስልጣን ኣይሃበንን ኣይኸውንን ኢልዋ ብጣዕሚ ዝገርም መዓልቲ መዓልቲ ድማ ብዚ ፈተና እዚ ተትክሮ ነበረት ይብል ትፍትኖ ነበረት ይብል ሓደ መዓልቲ ሓደ መዓልቲ ሰብ ጽምዋ ኣብ ዝነበረሉ፣ ሰበብ ዘይነበረሉ ግዜ፣ እቲ ገታ ጽምዋ ኣብ ዝነበረሉ ግዜ ኣስኪኣ ሒዛ መጺኣ ክዳኑ ሒዛቶ። እታ ንእሽተይ ግዜ ናይ ፈተና መጺኣ፣ ካብታ ቁሩብ እውንስ ቁሩብ ኣላታ፣ ካብታ ሰዓት እውን ዝንኣሰት ሰዓት ኣላታ፣ እታ ናይ ፈተና ግዜ ምስ በጽሐት ክዳኑ ምስ ሓዘቶ፣ ዮሴፍ ኣብ ቅድሚ እግዚኣብሄር ከመይ ገይረ በደል ይሰርሕ ዝበለ ናይ እግዚኣብሄር ሰብ እዩ እሞ፣ እቲ ክዳኑ ሓዲጉላ ሃዲሙ ወጸ። እታ ናይ ፈተና ቁሩብ ግዜ፣ እታ ናይ ስምዕት ንእሽተይ ግዜ ቅዱስ ዮሴፍ ብህድማ ኣምሊጥዋ። ናብ ሓዲስ ኪዳን ክንመጽእ ከለና ቅዱስ ጳውሎስ ብርሃነ ኣለም ኣብ ቀዳማይ ቆሮንቶስ ምዕራፍ 6 ቁጽሪ 18 ካብ ዝሙት ረሓቑ ሰብ ዝገብሮ ኩሉ ሓጢኣት ካብ ሰብነቱ ወጻኢ እዩ ዝገብሮ፣ ዝምንዝር ግና ኣብ ናይ ባዕሉ ሰብነቱ እዩ ዝብድል። ዝብል ቃል ጽሒፉ ንርከብ። እታ ናይ ፈተና ጊዜ ጉይኡም ዝሙት ካብ ዝሙት ህደሙ ብህድማ እዩ ዝኸውን። ኣብቲ ሽዑ ጊዜ ሓሳብ ከቕርብ፣ ክደራደር፣ ከእምን እንተዝብል ንሰበይቲ ጲጥፋራ ንሳ ኣብ ፈተና ኣትያ ኣላ። እታ ናይ ፈተና ሰዓት ስለ ዝኾነት ንሱ ሃዲሙ ኣምሊጥዋ። ዝገርም ሃዲሙ ኣምሊጡ እናሃለወስ ጎይታኣ ምስ መጸ ግን ተገልቢጣ ከሲሳቶ ዮሴፍ ናብ እስርቤት ወሪዱ። እቲ ናይ ፈተና ግዜ እዚ እውን ቀጺሉ። ኣብ እስርቤት ብዘይ በደሉ ናብ እስርቤት ምስ ወረደ ምስጋና ንዑ ይኹን እግዚኣብሄር ድማ ምስ ዮሴፍ ናብቱ ቤት ማእሰርቲ ወረደ። ኣብቲ ቤት ማእሰርቲ እውን ኮይኑሲ እግዚኣብሄር ንዮሴፍ ሞገስ ኮይንዎ ሕልሚ ፈቲሑ ኣብቲ ቤት ማእሰርቲ ሕልሚ ፈቲሑ፣ ንጉስ እውን ሕልሚ ርእዩ ዝፈትሐሉ ምስ ሰኣነ ሕልሚ እንትክፈትሕ ካብ እስረቤት ወጺኡ ክልተ ዓመት ኣብ እስረቤት ጸኒሑ። እዚኣ እውን ምስቲ ህይወት ክንሪኣ ከለና ቅሩብ ግዜ ነይራ። እታ ክልተ ዓመት ኣብ እስርቤት ዘሕለፋ ፈተና ምእንቲ ኣምላኹ ምእንቲ እግዚኣብሄር ኢሉ ምስቲ ህይወት ክንሪኣ ከለና ቅሩብ ግዜ ነይራ። ኣሸኒፉ እዛ ፈተና ኣሸኒፉ ምስ ወጸ ብጣዕሚ ዝገርም ኣብ ግብጺ ሙሉእ ሽመት ተውሂብዎ ከቢሩ። እንዲያውም ምእንቲ ዮሴፍ ተባሂሉሲ ግብጺ ተባሪኹ ይብል። ምእንቲ ዮሴፍ ክብልሲ እግዚኣብሔር ንግብጺ ባሪኽዋ፣ ሃፍቲ ሂብዋ። እታ ናይ ቁሩብ ግዜ ናይ ፈተና ግዜ ብከምዚ ኣሕሊፍዋ ቅዱስ ዮሴፍ። እስኪ ተመልከቱ ቅዱስ ጳውሎስ ሕዚ እውን ናብ ተሰሎንቄ ዝጸሓፎ መልእኽቱ ምዕራፍ ኣርባዕተ ቁጽሪ ሰለስተ ፍቓድ እግዚኣብሔር ቀዳማይ ተሰሎንቄ ምዕራፍ ኣርባዕተ ቁጽሪ ሰለስተ ፍቓድ እግዚኣብሄር ንስኻትኩም ክትቅደሱን ካብ ዝሙት ክትርሕቑን እዩ እሞ ይብል። ፍቓድ ኣምላኽ ንሕና ክንቅደስ ካብ ዝሙት ክንርሕቕ ስለ ዝነበረ ቅዱስ ዮሴፍ ሃዲሙ ኣምሊጡ። ዮሴፍ መንእሰይ እዩ ነይሩ። ተብ ሎሚ ኣብ መናእሰያት ዝስምዐና ስምዒት ኣብ ዮሴፍ ነይሩ። እንተኾነ ግን እታ ንእሽተይ ግዜ እታ ቁሩብ ግዜ ብህድማ ኣምሊጥዋ። እታ ናይ ፈተና እዋን ኣምሊጥዋ። ክቡራት ምእመናን ደቂ እግዚኣብሔር እዚ ቃል እግዚኣብሔር ትሰምዑ ዘለኹም ኣብ ዘለኹሞ እስኪ ህይወትና ንፈትሽ ንቁርብ ግዜ ተፈቲና ዝወደቕናሉ ዶ ይህሉ ይኾን ብቁርብ ግዜ ድማ ንእሽተይ ቁም ነገር ገይርና ኣብ ቅድሚ እግዚኣብሔር በረከት ዝረኸብናሉ ዶ ይኸውን ብተለይ ብዙሓት መናእሰይ ኣብ መንእሰይነት ዕድመና ዝስምዐና ስምዒት ኣሎ እዚ ስምዒት እዚ ንንእሽተይ ግዜ እዩ ንቁርብ ግዜ እዩ ተፈጥሮ ወይ ክኣልዮ እዩ ወይ ብሓዳር ክእለ እዩ ግድን እዩ እንተኾነ ግን ንዚ ስምዒት ውሽጥና ጥራሕ ክነንብብ ክንሰምዕ ክንብል ካብ እግዚኣብሄር ዶ ይርሓቕናን እስኪ ንእሽተይ ግዜ ንጠቐመላ ናብ እግዚኣብሄር ንመለሰላ ኣምላኽና እግዚኣብሄር ብንእሽተይ ግዜ ትማሊ እኮ ከምዚ ገይርኩም ኢኹም እዚ ክንደይ ዘመን ኣብ ክትራን ዝነበረ ጥጦስ ጎይታይ ኣብ መንግስቲ ካብ ዝመጻኻ ግዜ ዘክረኒ ክብሎ ከሎስ ናይ ትማሊ ታሪኽ ኣየልዓለሉን እኮ በቃ ምሳይ ኣብ ገነት ኣለኻ ኢልዎ ትማሊ ዝሰራሕናዮ ዘይኮነ ሎሚ ንሰምዖ ዘለና ቃል እግዚኣብሔር ተመልከቱ እስኪ ካብ ህይወትና ንእግዚኣብሔር ሒደት ግዜ ቁሩብ ግዜ ንሃቦ መኣዝ መኣዝ ቤተ ክርስቲያን ንኸይድ ካብ ሶኒ ክሳብ ሰንበት ዘሎ እንታይ ኢና ንሰርሕ? እስኪ ሰንበት እብ ቅዳሴ እታ ናይ ቅድሴ ግዜ ዘላ ምስ ሕይወትና ክነወዳድራ ከለና፣ ምስቲ ስጋዊ ስርሐና ክነረዛርባ ክንግምግማ ከለና ቁሩብ ግዜ ኣይኮነትን? ግን ይገርመኩም ብዙሕ ኣብ ካልኦት ጉዳያት ምንም ዘይመስለና ናይ ክልተ ሰዓት ቅዳሴ ክንሰምዕ ግን ሕቖ ይሕመና፣ ኣካላትና ይደክም፣ ኣእሙረና ይብተን፣ ብዙሕ ሓሳባት ይመጹና ኣብ ቤተ ክርስትያን ክንመጽእ ከለና እታ ሰንበት እውን እኳ ሃሪስና ሓዲርናስ ንክልተ ሰዓት ኢልና ምስ መጻእና እቲ ናይ ገዛ ጣጣና ምሳና ይመጽእ መናእሰያት እንተኾይንና እውን ኣብ ኣእሙረና ዝመላለስ እንሓስቦ ነገር ምሳና ይመጸና እታ ንእሽታ ቁርብ ግዜ እውንስ ተዓጊስካ ምሕላፍ ተኣብየና እስኪ ንተዓገሳ ንሕልፋ ብቁርብ ግዜ እስኪ ንስራሕ ሕዚ እዛ ናይ ንእስነት ግዜ ይመስለኩም ዶ ደቂ እግዚኣብሔር እቶም ሎሚ ንሪኦም ዘለና ዓበይቲ ወለድና ሸምጊሎም ድኽም ኢሎም ንርእዮም ዘለና ትማሊ እኮ መናእሰያት ነይሮም እዮም ሎሚ ንሕና መናእሰያት ዘለና ጽባሕ ናብኡ ኮይና ክንከይድ እዚ ናይ ንእስነት ዕድመ ዝተወሰነ ግዜ ምሳና እዩ እቲ ጉልበት ኩሉ ግዜ ምሳና ድዩ የለን እኮ እቲ ምሳና ዘሎ ሓይሊ ዝስምዐና ቅልጽም ዝስምዐና የለን እኮ ጽባሕ ንዝተወሰነ ግዜ እዩ ዘሎ ስለዚ ብቅልጽምና ቤተ ክርስቲያን ንስርሐሉ ብጉልበትና እግዚኣብሔር ነገልግለሉ ንስገደሉ ንጸልየሉ ነቀድሰሉ ዓቕሚ ዘለና ተሰጦ ዘለና ንዘምረሉ ነንብበሉ ነምህረሉ ኣብ ግዜ ንእስነትካ ኢና ግዜ ሄሩ ምላስ ዘድልይ ጥበብ ዝተዋሃቦ ወዲ ዳዊት ቅዱስ ሰሎሞን ኣብ መጽሓፈ መክብብ ምዕራፍ 12 ናይ ጭንቂ ዘመን ክይመጸካ ኣብ ንእስነት ግዜኻ ተመልከቱ እታ ሕማቕ እንብላ ግዜ ምምፃኣ ግድን እዩ ኣይተርፍን ዓቕሚ ዘይብልና ደግፉኒ ሓግዙኒ ኣተስኡኒ የልዕሉኒበሉ ግዜ ክመጽእ ግድን እዩ። ንሱ ከይመጸሲ ኣብ እዋን ንእስነትካ ንኣምላኽካ ንእግዚኣብሄር ዘክሮ ይብል። ንምንታይ እዚሲ ንንእሽተይ ግዜ እዩ ምሳኻ ዘሎ እዛ ንእሽተይ ግዜ ንጠቐመላ። ካብ ንእሽተይ ግዜ ናብ እንዳ ዘይምልከተና ናብ ናይ ዲያብሎስ ስራሕቲ ካብ ንኸድ ብዙሕ ሰብ ህይወት ዝተበላሸወ እስኪ ተመልከቱ። ብዙሕ ግዜ እኮ ኣይኮነን ብዙሕ ግዜ ወሲዱ እኮ ኣይኮነን። ደቂ ኣነስትዮ ኣሕዋትና ናይ ብዙሓት ደቂ ኣነስትዮ ኣሕዋት ክብሪ ዝተስኣነ ናይ ብዙሓት ደቂ ተባዕትዮ ኣሕዋት ኣሕዋት ክብሪ ዝጎደለ ኣብ ንእሽተይ ሰዓት ኣብ ንእሽተይ ደቂቃ ኣብ ቁሩብ ግዜ እዩ ሰኣንታ ቁሩብ ግዜ ዕግስ ኢልካ ምሕላፍ እዩ ብካሊእ መዳይ ድማ መከራ ክበፅሐና ከሎ ፈተና ከጋጥመና ከሎ ሰኣን ንእሽቲ ዕግስ ኢልካ ምሕላፍ ካብ እግዚኣብሄር ዶ ይርሓቕናን ንእግዚኣብሄር ዶ ይረሳዕናን ከምዚ እግዚኣብሄር ዝረስዐና ዝመሰለና የለና ሱቕ ክብል ከሎ እግዚኣብሄርስ ከምዚ እግዚኣብሄር የለን ናብ ምባል ዝኸድና የለና ይዕገሰና እኮ እዩ ዘሎ ይርእየና እኮ እዩ ዘሎ እግዚኣብሄር ስለዚ ብቁርብ ግዜ ናብ እግዚኣብሄር ንመለስ ኣብ ንእሽተ ግዜ ንጠቐመሉ ብንእሽተ ግዜ ናብ ቤተ ክርስቲያን ምስ ተመለስካ እቲ ብድሕሪኡ ዘለ ፍቕሪ እግዚኣብሄር ነየውፀካ ዋላ ምናልባት ብሒደት ደቃይቕ ተሰኒፍና ተሸኒፍና ወዲቕና ደኺምና ካብ እንዳ እግዚኣብሔር ዝረሓቕና እንድሕር ኢልና ንመለስ ዝተረፈ ግዜና ንጠቐመሉ። ብፍላይ ትኹረት ክንገብረሎም ዝግባእ ኣሕዋት ኣሓት ዝህልዉና ኣብ መርዓ መርሃ ግብርታት፣ ኣብ ምርቓት፣ ኣብ ክርስትና፣ ኣብ ናይ ልደት በዓላት ንሳቶም ንሓንቲ ግዜ እዮም ዝዳለዉ፣ ንንእሽተይ ግዜ እዮም ዝዳለዉ፣ ግን ኣብኣቶም ብዙሕ ክብሪ ንስእን። እዚኣቶም ዞም ዞም ግዜታት እዚኣቶም ከ ንምንታይ ምስ እግዚኣብሄር ዘይነውዕሎም ንእግዚኣብሄር ዘይንገብሮም እግዚኣብሄር ዝመስል በዓል ዘይንገብሮም ደቂ እግዚኣብሄር ዲና ንሕና በዓላት ክነኽብር ከለና በዓላትና እንታይ ክመስሉ ይግባእ ሕዚ ናይ ጾም ግዜ ክመጽእ ከሎ ብዙሕ ሰብ ኣፍቱ ዝብልዖ ዝስተዮ ሕማም ዘይነበሮ ጾምያ መፅኡ ክበሃል ከሎ ሕማማት ይመፁ ኧረ ኣይኮነን እረ ክንጾም ከለና በረከት ክንረክብ ኢና ሰውነትና ቅደስ እዩ ምስ እግዚኣብሄር ክንኮን ኢና ጾም እኮ ካልእ ኣይኮነን ዕላምኡ ምስ እግዚኣብሄር ምዃን ማለት መንፈስካ ሰብሲብካ ንእግዚኣብሄር ምዃን እስኪ ናይ መወዳእታ ሓንቲ ሓሳብ ከልዕል እሞ ከም ፍቃድ ኣምላኽ ትምህርትና ክንዛዘም ኣቡነ ዘበሰማያት ንምድጋምስ ኣቦና ኣብ ሰማይ ትነብር ኢልና ደጊምካ ንምህራስ ክንደይ ከም ዝኸብደና ዶ ተስተውዕሉ እስኪ ንሞክራ እዚኣ ብዚኣ ንጀምራ ንእሽተይ ግዜ እኮ እያ ትወስድ ኣብ ስራሕ ውዒልና ምሸት ክንህርስስ ኣውነ ዘበሰመያት ኢልና ንክንውድእ ዓቕብ እዩ ዝኾነና። ንእሽተይ ግዜ ሕድት ደቓይቕ እትወስድ ግን በረከት ዘላታ ጸሎት እናሃለወት። ኣይ ሃርስን ዶ ደኺሙካ ደኣ ኮነን ይብል። ኣብዚ ኩሉ ስራሕ ውዒልና ምንም ዘይመሰልናስ ንሳ ኣውነ ስምያት ክንብል ግን ዓቐብ ትኾነና። ተመልከቱ፣ ከምቲ ክርስቶስ ዝበሎ፣ ቅሩብ ጊዜ ኣሎ ክትርእዩኒ ኢኹም፣ ቅሩብ ጊዜ የለን ኣይትርእዩንን ዝበሎ፣ ኣብተን ቅሩብ ጊዜታት ንጠቐመለን፣ ኣብ እንረኽበን ዕድላት ናብ እግዚኣብሔር ንቕረብ። ኣምላኽና እግዚኣብሔር ዝረኸብናያ ንእሽተይ ጊዜ፣ ኣብ ዘላትና ንእሽተይ ጊዜ ናብ እግዚኣብሄር ተመሊስና ናቱ ደቂ ኮይንና መንግስቱ ክንወርስ ናቱ ናይ ኣምላኽና ናይ እግዚኣብሄር ቅዱስ ፍቃድ ይኹን። ካብ ኣብ ሒደት ደቃይቅ ኣብ ሒደት ግዜ ካብ እግዚኣብሄር ገዛ ካብ ምርሓቅ ኣብ ንእሽተይ ግዜ ናብ እግዚኣብሄር ተመሊስና ደቂ እግዚኣብሄር ንክንከውን ኣምላኽና እግዚኣብሄር ምሕረቱ ይሃበና። ናይ እኖና ናይ ቅዱሰ ቅዱሳን ናይ ድንግል ማርያም ልመናን ጸሎትን ምስ ኩላትና ይኹን። ፈጣሪና ጎይታና ኣምላኽና እግዚኣብሄር ኣብ ጉዕዘና ኣብ መንገድና ኩሉ ኣብ እንኸዶ